ክቡራት ተዓዘብቲ ማራ ኢንተርተይመንት ከምዚ ኣቐዲምኩም እውን ተኸታተልኩምና ምስ ወናምን ገዲምን ስነ ጥበበኛ ዮሃንስ እስጢፋኖስ ኢና ዕላልና ንቕፅል ዘለና ኣብ ቀዳማይ ክፋል ዕላልትና ኣብ ሓፈሻዊ ድሕረ ባይታ ህይወቱን ኣብ ሙዚቃ ዘሕልፎ ተመኩሮታት ኢና ብኸፊል ተናኺፍናዮ ክንብል ንኽእል። ብዓርኻትኩም እንዳዕሞቕኩሞ እንዳዕሞቕኩሞ ክትከዱ ድማ ትስፉዋት ኢና። በዚ ኣጋጣሚ እዚ ድማ ሳብስክራይብን ሸርን እናግበርኩም ነዚ ነካይዶ ዘለና መደባት ክትከታተሉና ኣቐዲምና ንዕድም። ጆን እንቋዕ ዳግማይ ተራኸብና።
እዚረዛ ኣንቶይ ዘልዓልናዮ ዕላላት ኢና ንዑ እንዳዳቐቕና እንዳዳቐቕና ኢና ክንከይድ እምበር ሓደ ፍሉይ እንምህዞ ወይ እነምፅኦ ነገራት ኣይክህሉን እዩ ኣብ ፍርያትካ እንዳኣተና እናጠቕለና ኢና ክንዛረብ እጅ ብቀዳማይ ደረጃ ክንዛረቦ ደልየ ዘለኹ ኣብ ቤተሰባዊ ወይ ኣብ ስድራቤታዊ ዘብርኸም ደርፍታት ኣዝዮም ብዙሓት እዮም። ንሕና ሕጂ ኣብዚ ብውክልና ኢና ክንዛረብ። ንገለ ካብኦም ውክልና እናወሰድና ድሓር ኣብ ማሕበራዊ፣ ኣብ ፍቕራዊ እንዳበልና እንዳበልና ክንወርድ ኢና። ኣብ ቤተሰባዊ ደርፍታት ከኣ ንኣቱ። ቤተሰብ ቤተሰብ ክንብል ከለና ከኣ እታ ዓንዲ ማእከል ኣደ እያ። ነደስ ዝደረፍካያ ደርፊ ክሳብ ሕጂ እታ ምስ ሂወታ ዘላ ዘይሞተት ዘይተበረዘት ገና እስካ ሕጂ ዝሰርሕ ዘላ ደርፊ እያ እሞ እዛ ደርፊ እዚኣ እስከ ኣተሓሳስባ ከመይ ጌርካ ሓሲብካያ እቲ ዜማን ግጥምን መን እዩ ሰሪሕዎ ብኸመይ ሰሪሑ ከመይ ተቐሪፃ ብሓፈሽ እዛ ደርፊ እዚኣ ሕልም
ቀንዲ ግን ሓሳብ ሓሳባ ፅቡቅ ሓሳብ እዩ ምስ ሃብተፅየን ደራሲ ምስኡ ቀፃሊ ስለ ንራኸብ ብዛዕባ ኣደ ንስራሕ ተባሂልና ዝገጠምኮ ግጥሚ እዩ እሱ ከዓ ኣመዓራሪዎ ነቲ ግጥምታት ዜማ ሰሪሕናላ ደርፊ ኮይና ማለት እዩ ብዛዕባ ኣደ ከዓ እሱ ከማና ደዲኡ ሲ ፍሉይ ፍልይቲ ኣደይ እዩ ዝብል ነይሩ ምሳይ ከመይ
ናትካ ነጊርካና ኣለካ እሞ ናተይ ናቱ ከዓ ፍሉይቲ ኣደይ ብጣዕሚ እየ ዝፈትዋ ነደይ ሲ ልዕሊ ዝኾነ ሰብ ነዲኡ ዝፈትወስ ፈትዋ እየ ዝብል እዩ ዝብል ነይሩ ሃብተ ፀሊም ሓወቴና ኮይና ነቲ ግጥሚ ሰሪሐ ኣምጺኤሉ ብጣዕሚ ጽብቕቲ ኢሉ ፈትይዋ ድሓር መላሊኡላ ሓሳባት እውን ነይሩ እቲ ግጥምታት ዝሓገዘኒ ሰሪሕናያ ማለት እዩ ኣደ ከዓ ኣደ እያ ልዕሊ ኣደ የለን ኣደ ዝያዳ እያ ትብልና ኣደይ ልዕሊ ኩለን። ኣደየ ዝያዳ ኣደየ ዝያዳ ሃሪማትካ ዘየሕምም ኢዳ ብክራር ጌርና ምቕሩብ ንበግሳ ንስኻ ውን ክትዝክራ ተዓዘብትና ውን ምሳና ምእንቲ ንክሰምሩ እታ ደርፊ ክሰምዑ ነቲ ዕላል ክጥዕምና።

ኣብ ህይወትሲ ዝኾነ ሰብ በዓልቲ ቤት ክትህልዎ ትኽእል ከይትህልዎ ትኽእል፣ ኣብ ውላድ እውን ጓል ኣንስተይቲ ክትህልዎ ትኽእል ከይትህልዎ ትኽእል፣ ሓፍቲ ክትህልዎ ትኽእል ከይትህልዎ ትኽእል፣ ናይ ግድን ክትህልዎ ዘለዎ ግን ኣደ ኣደ ዝድየላ ሰብ ስለ ዝየለ ኣደ ጌርካ ዝኾነካ ሕጂ ዋላ እቲ ኣጋላልፃ እውን እቲ ሳይንሳዊ ማለት እዩ ትሽዓተ ወርሒ ኣብ ከብዲ ሰለስተ ወርሒ ኣብ ዝባን እቲ ኣልያ እቲ ናብየት ብምሉ ናይ ኣደይ እቲ ኣቀራርባ ሓደ እቲ ሲኩዌንስ ሓሊኻ ምኻድ፣ እቲ ዜማ ንዕኡ ዝበቅዕ ኣብ ምድላው እቲ ዓቢ ጻዕሪ ዝመስል እሞ ኣበየናይ ጻዕሪ ሕሊፍኩምና፣ ኣበየናይ ስቱድዮ ቀሪጽኩማ፣ ኣበየነይቲ ካሴት ከ እያ ዘላ፣ ኣብ ናይ መዓስ ዓመተ ምህረት ማለተይ እየ። ኦኬ እዚ እዚኣ ብ ኣደይ ዝያዳ ብ ብናይ ጉቡእ ስቱድዮ እያ ተቐሪጻ። ናይ ጉቡእ ስቱድዮ እዩ ኣብቲ እዋንቲ መዓስ ማለት ምስ ናይዚ ሕጂ ተወዳድሩኒ ኢኻ እምበር

ስትድዮ ሕጂ ናቶም ኣምጺኦም በዓል ሃብተጼን ስትድዮ ጀሚሩ ነይሩ ከምዚ ሚኒ ስትድዮ ነይረን እዘን ናእሽቱ ስቱድዮ ገለ ማለት እሰን ይሕሻ ማለት እዩ እቲ ግዜስ እንዳማዕበለ እዩ ዝኸይድ ነይሩ ሽዑ ካብቲ ናይ ካብ ሪልሲ ናብ እን ተሰጋጊርና ነርና ሽዑ ድሓን ነይሩ
ራብዒቲ ካሴት ስለ ዝነበረ ኣብ ካሴት
ኣብ ካሴት እዩ ካሴት እዩ ኣይነበረን እዚ ካልእ ሕጂ ዘሎ ካሴት እዩ ነይሩ። ነዚ ጀክ ገለ መለኸ ሕጂ ክንደይ ዓይነት ሙዚቃታት ኣለዋ ኣብኡ እንታይ እንታይ ከምትቀሙ ነርኩም?
ጀክ ሙዚቃታት ኩሉ ቤዝ ኣሎ፣ ሌድ ጊታር ኣሎ፣ ኦርጋን ኣሎ፣ ኩሉ ኢንስትሩመንት ምስቲ ቀደመ ስቱድዮ ክረአ ከሎ ኣዝዩ ምዕብል ስቱድዮ ምዕብል ዝበለ ምስዚ ናይ ሕጂ ክትሪኦ ከለኻ ከኣ ምስዚ ናይ ሕጂ ከኣ ዝገረመ
ካሴት ካሴት ከዓ እንዳሃሰሰ ከይድ ንርእሱ እቲ ካሴት ግዜ ተወሲዱ ከዓ መሊሱ እንዳሃሰሰ ከይድ ተዘክሮኻ ሕጂ ክወስድ እዛ ካሴት እዚኣ ምስ ተዘርግሐት ዳርጋ ካብተን ኣዝን ኣብ ልቢ ሰብ ዝኣተዋ ደርፍታት እያ ዝያዳ ዝያዳ ከማን እዞም ኣዲኦም ተጎዲኖም ነበራ ኣርክትና ውን ነሮም ዝክር በቃ ደስ ቆርቁርላ ዋናት መር ኣደ ኮይና ንመዋል ትነብር ኣደ ኣላ ንኩሉ እንዳሞተቶ እንዳሞተት እያ ናትካ ፍልይ ትገብራ እዚኣ ኣዴኻ ብሂወት እንዳለዋ ኢኻ ደረጃ ድሪፍካ ኣደ ብሂወት ነራ ዝበዝሕ ሰብካ እንታይ ይብል ኣደሲ ብሂወት ከላ ብሂወት እንከላ ዘሰማቅራ ሰብ የለን ከምዚ ተራ ነገር እያ ምስ ሞተት ግን ትኩሉ ቁም ነገራ ትኩሉ ነገር ምስ ተረፎ ኣደይ ስባ ዝብለሉ መድረክ ይመፅእ ዝብል እሞ ከመይካ ሰብ ኢልካሉ ናይ ኣደ ቁም ነገርሲ ሓሊፍካ ጸኒሕካ ነቶም ኣዴታቶም ድሞ ከምዚ ኣያ ዘለዎ ዝበክስ ኣያ ዘይብሉ ከየብኪ ኣዴኻ እናሃለወ እቲ ካልእ እቲ ኣዲኡ ዝሞተቶ ብዙሕ ስምዒታት ውፅኢካ ኣሎ እወ እወ ናይ ብሓቂ ኣደሲ ብሕልፊ ኣዴናስ ኣቐድም ኣቢልና ገሊፅናዮ ነርና ዘዕበየትና ኣዴና እያ ንዓና ክንዲ ክንዲ ሰብኣይን ሰበይትን ኣቦን ኣደን እያ እወ ኮይና የዕብያትና ደሓር ከዓ ነደይ እንታይ ምበልኳ መስለካ ኣብዚ ዓለም የላን ዝቐረባ ግዜ ኣርባዕተ ዓመት ገለ ገብር ከይዳ ኣብዚ ዓለም ኩሉ ይመውቲ ግን ናተይሲ ፍሉይ ነይሩ ኣደይሲ ንዓይሲ ኣዴናስ ኣደ ስነ ጥበብ እያ እምበልኩ። ንጥበብሲ ነዚ ናህና ጥበብ ዝሰርሓቶ ኣደ እያ እምበልኩ። ነዚ ዘርኢ እዚ ነዚ ኩላህና እዞም ስድራ ኣቲናዮ ዘለና ጥበብ ዝሰርሐት ዝሃነፀት ኣብዚ ደረጃ እዚ ዘብፅሐት ሲ ኣደ እያ ዋላ ብተፈጥሮ ናታ ወሲድና ሄረድቲ ዋላ በተዓባብያ ዋላ ብምእላይ ዋላ ሙዚቃ ክንኣቱ ከለና ከማን ሞራል ደገፍ ብምሃብ እዚ ዝሰርሐት ኣደ ስለ ዝኾነት ክብሪ ይግባእ።
ኣብ መጀመርያ እውን ኣብ ፖሊስ ኦርኬስትራ ክትኣቱ ከለካ ምስ ኣዴኻ ከም ተረዳዳእኻ ብፖሊስ ሰራዊት ጌርካ ናብ ፖሊስ ኦርኬስትራ ንኾነ ዕላማኻ ሓቢርካየን ካብ ኣምላኻ መኻእለ ንባዕሉ እውን እኮ እቲ ኣብ ውስጢ ገለ ዝተሓብአ ነገር ኣሎ እዋ ኣሎ ምክንያቱ ኣነ ኣበይ ከም ዝበፅሕ ስትፈልጠኒ ነረ ትርእየኒ ስለ ዝነበረ ስለዚ እውን ድሕሪ ኣትዩሲ ኣብ ሙዚቃ ክኣቱ ምዃነይ ተረጋግፅ ነረ ትፈለጥ ነረ ኣቲና ከዓ ሰሪሕና ማለት እዩ ኣዴኻ ድሓር ብናይ ሙዚቃ ዓብ ሰብ ምስ ኮንካ ተፈሊጥካ ዮሃንስ ዮሃንስ ዮሃንስ ዮሃንስ እንታይ ኢለ እስከ ገለ
ዋእ ብጣዕሚ እያ ትሕጎስ ብጣዕሚ ካብ ድሮ ብጣዕሚ እስኪ ገለ ዝተረካብ ዘረባ ገለ እስኪ ብጣዕሚ ኣስተውዓል ኩሉ ሰብ ከም ዝብለኒ ከም ዝብለኒ ወድኺ ከምዚ ዋእ ከምዚ ገለ እብለኒ ና- ናተይ ከዕልሉዋ ከሎ ካልእ ምስ ከደ ረዲእካ እ፣ ዋእ ኣብ ገለ ትኸይድ እ፣ ዝፈልጥዋ ሰባት እንድሕር ኣለዉ ብኽብሪ ይቕበልዋ

ኣደ ከኣ እቲ ዝያዳ ትደልዮ ናታ ዘይኮነ ናይ ወዳ ወይ ናይ ውሉዳ ብሉጽ ነገር ክትርእያ ትደሊ እሞ እዚታት ምስ ረኣየት እንታይ ኣብላካ ነይሩ ትብል ከምዚ ናይ ዋዛ ወይ ናይ ገለ ናይ ገለ ዘረባ እስከ ገለ ዋላ ሓንቲ ዋላ ትደርፍ እያ መሲለካ እወ ኦኬ ሕጂ ትደርፈለይ ንዓይ ሰሪሕና ምሽ ኢለካ ክራር ሃሪመላሲ ሰሪሕናያ እታ ደርፊ ኣላ ኢለካ ግዜ ኣሓልዮ ክትመፅያ ኣብ ርሑቕ ስለ ዘሎ ዓዲ እንግሊዝ ስለ ዝኾነት ኣካሴት እምበር ግዜ ኣሓልያ ክትወፅያ እታ ሳይ ኣነ ዝሃረምኩላ ክራር እያ ተፃዊታቱ ስጋዕ ክንደይ ነይርና ምስቲ ዕድመ ናታ ስጋዕ ክንደይ ምስ ውላዳ ትፃወት ነይራ ተዕልል ነይራ እሳ እታ ጋዜት ምገለጸታ ነይረ
መዓልታ ንፅበየላ ከካና ተባቢኻና እንዲኻ መዓልታ ትፀበይና ስለ ዝበልካ ግን ኣዴኻ ስከም ዝበልካ ኣቦን ኣደን ኮይና ዝዕብየት ኣደ ወዲ ኣርባዕተ ዓመት ከለካ ንድሕር ኣቦኻ ሚቶም ብኩሉ ሓላፍነት እንዳክሽታ እንዳሰርሓ ንድሕር ዳኹም ገይር ብዓቕምኻ ናይ ኣደ ከምዚ እውን ካብቲ ደርፊ እውን ከም ዘለዎ ነደስ ዝገበርካ ዝገበርካ ሞሳኣ ክትመልሰላ ይትኽእል ግን ብዓቕመይሲ ነደይ ሞሳኣ መሊሰላ እየ ብህይወት እናሃለወት እናርኣየትኒ ሞሳኣ መሊሰላ እየ። እንተስ ብሙዚቃ ዓውዲ ድዩ እንተስ ብኻልእ ድዩ እንተስ ሞሳኣ ብዓቕሚ ፈድየዮ እትብሎ ነገር ኣለካ? ኖእ ዋላ ሓንቲ በልኩዋ። ናተይ ሽም ሪኣ ጥራሕ ተሓጒሳ እምበር ንዓ ዝገበረላ ሓውየ ጥዕና ስለ ዘይነበራ ንሽወደን ወሲድዋ ማለት እዩ ንዓሲ ብቴስዓ ንሓድን ቴስዓ ባፅ ምስ ተታሓዘ ማለት እዩ ናይ ባፅዕ ግዜ ሽዑ ወሲድዋ ሽወደን እእትዋ የሕኪምዋ ሰብ ኮይና ማለት እዩ ስለዚ ብዝያዳ ዝዓብ ሓወ እዩ ንዓ ነደይ ገርማ ስለዚ ናታ ንዓኣ ምግባር ማለት ከዓኒ ንዓኣ ምሕካም ማለት ከዓ ንዓይ ምሕካም ማለት እዩ ኣደ
ምሳይ ነይራ።
ዋላ ሓንቲ ምስቲ ዝነበረ ኩነታት ሕክምና ኣይነበረን ኣብቲ ናይ ግዜ ዋላ ሓንቲ ኣይነበረን። ሕጅስ ብዙሕ ሽግራት እዩ ነይሩ ዘይከውን ፈውሲ ቡዋ ገለ መለ ገለ ኣዝማ ዘይብላ ኣዝማ ኣለዋ ኢሎማ እዚ ገለ ገለ ብዙሕ እዩ ክሳየድ ነይሩ። ኣብኡ ጌራ ሽወደን ተሓኪማ ሰብ ኮይናስ ስጋብ እዚ ሕጂ ከማን ጸኒሓ።
ዓቢ ነገር ኮይኑ ክሳብ ሕጂ ብሂወት ዘላ ደርፊያ ድሒርና ውን ክንዛረበሉና ግን ኣዝያ ካብተን ዘድንቀን ስድራቤታዊ ደርፊያ ትቅጸል ውን ስለ ዘላ ብዕድመ ቅደም ተከተል ክንከይድ ምናልባት እዩ ኣይኮነን ኣይብልን ናይ ኣደ ንስካ ነዴካ ደሪፍካላ ሃብተጼን እውን ኣብኡ ናብቲ ኢንፑት ኣለዎ ኢልካ ስውን ነዲኡ ኣነ ነደይ እንዳሓሰብኩ እየ ዝሰምዓ ኩሉ ሰብ ነዲኡ እንዳሓሰበ ስለ ዝሰምዓ ናይ ኩሉ እያ

ስለም ተቃውም ጌርካ እንደገና እቲ ዜማ ኣዝዩ ኣስቆርቋሪ ሰብ ተገዛናት ከምዚላ ተኻላቢታ ስደት ከይዳ ገለናልካ ምናልባት ንሓፍትኻ ተኮይኑ ሓቀኛ ድዩ ትኸም ዝኾነ እንተደይ ኮይኑ ሕሳብ ዝተገዛና ንምንታይ ትጠቀስ ኢኻ ምፅሓያ እዚኣ እውን ክንዛረበላ ፅቡቅ መስለኒ እዋ ሕጂ እንታይ ኢሉ መስለካ ንሓፍተይ ዘይኮነስ ከምዚ ንሃገር ኢልካ ትደርፈሉ ኣምሲልካ ትደርፎ ደርፍታት ኣሎ ንሳ ስለ ዘገዛ ወይ ንዓይ ንስድራ ብምድላይ ቀቢፀ ኣበይ ኮን ኣቢላ ገለ ትብልሲ ልክዕ ከምዚ ካልእ ደርፍታትካ ዝትንክፍ ናይ ሃገር ገለ ከምኡታት እያ ተደሪፋ ኣቢላ ኣቢላ ግን ሓፍትኻ ሓሳብ ስደት ምዃና ኣይመሰላን ንዓ እውን ንሳ እውን ኣብዚ ዓዲ ይነበረት ኣይነበረትን መዋድቆ ኣኮይ ነገርካና ንሓንቲ ወይ ኣልዒልናያ ጥራይ ኢና ሓፍተይ ውን ሓትኩም ደላትኒ ውን ኣሲርካ እሞ ኣበይ እያ ዘላ ምንታይ እያ ትገብር ዘላ ምዛ ደረጃ ተኣሲራ ነብሳ ገለ ኣይሰርዓታን ኣብኡ ኣይሰርዓታን ኣበይ እያ ትነብር ብዛዕባ ዓዲ እንግሊዝ እያ ዘላ ለንደን ፍቃዱ እስቲፋኖስ ትበሃል ሓንቲ ቆልዓ ኣላታ ሓንቲ ከ ኣብዚ ኣላታ ቦኽራ በቃ ኣብ ስራሕ ተዋፊራ ኣብ ስነ ጥበብ እያ ትወት ዕድል ኣይረኸበትን ማለት እዩ በት መንገዲ ከም ዘሎ ኣንተ ሓቢርካ እዋ እዋ እዋ መገዲ ነይርዋ ድምፂ ኣለዋ ወለ ኣለዋ ከምቲ ሓንቲ ወይ ተዘራረብናዮ ዕድል ናይ ምርካብ ባይታ ክትረክብ ኣለካ ክትሰርሕ ነዛ ደረጃ ተኣሲሩ እንታይ ክብል ደልዩ ምናልባት ኣብቲ እዋን ትዝክረ ይዝክርን ኣብ ረድዮ ኣስመራ ምርጫ ደርፊ ዝብል መደብ ነይሩ ኣብ ምርጫ ደርፊ ህጂ ህዝቢ እንታይ ገብር ናይ ዝጠፍኡ ደቁ ናብ ሜዳ ዝኸዱ ወይ ናብ ስደት ዝኸዱ ደቁ ከምዚ ኢሉ እዛ ንኣብነት ክስቶ ክስቶ ንክስቶ ክስቶ ኣብ ዘለካዮ

ግልፂ እዩ ወላ እዞም ምሳይ ዝነበሩ ዝፈልጥዎ እዩ እዚ ኩሉ ምክንያቱ ኣብታ ክስታይ ሲ መይን ኣክተር እየ ነይረ ብታ ስራሕ ትግርኛ ትግርኛ ስለዚ እሳ እንድሕር ሞይታ ፖሊስ ኣይሰርሕን ማርሲ ባንዳ ጥራሕ ትቕፅል ወላ ሓንቲ ካልእ የለ ባንዳ ከዓ ናይ በዓላት ኣምሓርኛ ከዓ ዝሰምዖ ሰብ ከዓ ብዙሕ ኣይኮነ ኣማርኛ ብዙሕ ሰብ ዝሰምዕ የለን እዛ ሃገር እዚ ሲ ትግርኛ እዩ ትግርኛ ብኡስ ሒዝናዮ ስለ ዝነበርና በቲ ቋንቋ ኣማርኛውን ቋንቋ ገዛእቲ ተባሂሉ ተሓሲቡ ስለ ዝነበረ ኮሊሕ ዝበለ ሰብ ኣይነበረ ኣብ ቤት ትምህርቲ ነበረ ፀገማት ትፈልጥ ቋንቋ ኣምሓርኛ እቲ ዝሓመቐ ተምሃራይ እቶም ንፋዓት ተምሃሩ ቋንቋ ኣምሓርኛ ዝወሓደ ነጥቢ የልቦም ነይሩ ምክንያቱ ኣምሓርኛ ተገዳስነት ዝበሃሉ
ሕጅስ ትትንክፍ ስለነበርካ። እወ፣ ብሰንኪ እቲ መግዛእቲ፣ ማንም ሰብ ዝፈልጦ እንድዩ፣ ብሰንኪ እቲ መግዛእቲ እቲ ቋንቋ ተጸልዩ እዩ ነይሩ፣ ማንም ዝሰምዖ ኣይነበረን። ምክንያቱ ኣምሓርኛ እንድሕር ተዛሪቡ ሓደ ቀታሊ ዓይነት እዩ ነይሩ። ስለዚስ ክትንከፍ ኣይትኽእልን ሃገርካ ሓደ ናይ ትግርኛ ብጣዕሚ ሓደ ብሓዲኡ ከዓ ኮኸብ ነይሩ የሰንብድ ነይሩ ናይ ነፃነት ግዜ ሲ ንእሽተይ ክስታይ ክኾንና በዚ ካቴድራል ኣይ ከይዶም እዮም ነደርጊ በዚ ካቴድራል ካበይ እዮም መፅኦም ኣመቸታ ድም ወይቲ ነፃነት ምስ ኮነ ድም ብገልኣቸም ገለ ኣምሓርኛ እንዳዛረቡ ክድ ነይሩ ወይ ካብ ደገ ዝመፁ እዮም ገለ ደገ ከኣ ኣይነበረን እምበር ኣየራት ፕሌን ኣይነበራን ሽዑ ግን ብገለ ኣብዚ ዝጸንሑ ድዮም ገለመለ እዮም ሲቪል እዮም ኣምሓርኛ እንዳዛረቡ ከዱ ነይሮም ዋ ኣታ እዚኦም ኣይከዱ እንዲዮም ሕጂ ኣምሓርኛ ስጋዕ ክንዲ ጸይጠረ ከም ዝነብረ ሰብ እዩ ዝረዳእካ ሕጂ ምናልባት ብዙሕ ግዜ ኣብ ብዙሕ ቃለ መሕትት ብተደጋጋሚ መሊስካ ኢኻ ኣብዚ ግን ክንስንዳ ስለ ዘለና ዳግማይ ክነዕላ ክንግደድ ኢና። ንጓልካ ደርፍካያ ኤዱ እንዶ በሉለይ ወይ ሳንዱ እንዶ በሉለይ ኣዝያ ኣስቆርቋሪት ምቅርቲ ግን ብጣዕሚ ዜማ ንዓኻ ክሳብ ክንደይ ሃስያትካ እቲ ምስቁርቋር ጥራይ ንባዕሉ ተዓዘብትና እውን ንባዕሎም እቲ ደርፍታት ስለ ዘለዎም ደጊሞም ክሰምዕዎ እውን ስለ ዝኽእሉ ኣዝያ ሃሳዪት ዝኾነት ደርፊ እዛ ደርፊ እዚኣ ኣብ ልብኻ ብዙሕ ዝኣተወታ ትመስል ወላ ክትደርፋ ከለኻ እውን ተፍልጥ እያ ምስ ኤዱ እስከ ላልየና ኤዱ በኹርኻ ድያ መዓስ እያ ተወሊዳ ጠንቂ ሞታ እንታይ እዩ ብኡ ጌርና ክንኣቱ እሞ ናብታ ደርፊ ክንመፅእ

ሕጂ ንዓዓ ሰሪሕና ኣላ ማለት እዩ እቲ መዘከርታ እቲ መልክዓ ጽቡቅ ስለ ዝነበረ ገለ ማለት ስእሊ ከማን ኣይጸናሓናን ዝገርመካ ብጣዕሚ ዘሕዝነኒ ስእሊ የለን ሕጂ ንዓዓ ሰሪሕናዮ በቃ ብጣዕሚ ስለ ዝሓዘንኩ ኣነ እታ ቆልዓ መስከደት ኣብቲ እዋንቲ ንዓዓ መዘከርታስ ክሰርሕ ኣለኒ ኢለ ሰሪሐያ እግረ መገድኻ ከዓ ንኻልእ ትዘብጥ እንድሕር ሓቲቶምኻ ንጓለይ ደሪፈ እየ ትብል ከምኡታት ዓይነት ተጠቒምና ልክዕ ግን እቲ ታሪክ ናታ እዩ እቲ ዛንታ ጓልካ ከይዳ ትካን ሃገርካ ከይዳ ትካን ሓደ እዩ

ኣብ መንጎ ወሊድካ እንዲኻ ትፍትኖ ምስ ወለድካ ኣቦስ ኣብ ጓል ዘለዎ ፍቕሪ ኣብ ደቂ ኣንስትዮ ጓል ዘለዎ ፍቕሪ ፍልይ ዝበለ እዩ ግን ንዓኻ በኹርኻ ጓል በኹሪ ወዲ ኣሎ ግን በኹርኻ ጓል እውን ትኸውን ስለ ዘላ ወዲ በኹርኻ ጓል እውን ጓል ክሲ በኹሪ ካብ ገዛኻ ሲ በኹሪ ጓል ትሪኢ ኣለኻ ንዓ እቲ ስምዒታ ትርዳእካ እዩ ኣዝዩ ክትንክፈካ ከም ዝኽእል ዝኸትካዮ ርሕቐት ግን ኣዝያ ኣስቆርቋሪት ኣስጋኒ ብዙሓት እንታይ ይምፅእ ኣብ መንጎ ወለድን ወላድን ዘሎ ምትሕቑቓፍ ከምዚ ርጉም ወላዲሲ ተስካር ውሉዱ በላ ዓይነት እዩ ዝመፅእ እቲ ኣብ ውሽጥኻ ዘሎ ስምዒት ክፈልጦ ደልዩ ከመይ ዓይነት ትምስቁንቋን ክረር ጌርና እሞ ንፈትና

እዛ ዜማ እዚኣ ናይ ዓባይና ዜማ እያ ትብልጫ ሕጂ እቶም ቀዳሞት ስነ ጥበበኛትና ዘለዋ ሕጂ ሓደ እዋን ዕስማን ዓብደርሒም ካልእ ዝሰሚዐ ኣለኹ እዛ ኣብ ከተማ ምፅዋዕሲ ኣብ ላሓዘን ከስ ቆንቆና ስለሰማዕ ኮን ባእ ገይሩ ምስ ወሰድኳ እታ ዜማ ሰሪሐያ ክብል ሰሚዐ ኣለኹ መበገስ ኣለዎ መበገስ እቲ ናይ ምስትብሃል ስነጥበበኛ ከመይ ዝተባህለ ክኸውን ኣለዎ ኣስተቢልካ ኢኻ ናይ እዱ ዝዓብ ዝኾነ ስራሕካ ሰሪሕካ መንጎ ወላድን ውሉዱ ዝሞተ ወላዲ ዝስምዖ ዝኸንዓኸን እየ ድያ ዝኾነ ውላዱ ዝሞተ ሰብ ከዓ እዛ ደርፊ እዚኣ ከምዛ ናይ ኣዴ ከምዛረባ ፀርሓ እንዳ ተሰምያ እቲ ናይ ምስትብሃል ዓቕምኹም ክፈልጥ ንዘለኹ ክሳብ ክንደይኹም ንነገራት መጽሓፍ ጥራይ ኣይኮነን ዝንበብ ነገራት ኢኻ ተንብቦ እዚኣ ኢኻ ከመይ ኣዋ፣ እንዳንበብኩሞ ትኸዱ እዚኣስ ንሕማቕ እዋን ክትከውን ዲኻ ሒዝካያ ጸኒሕካ ከመይ ኢላ ትመጽያትካ እታ ዜማ ንባዕላ ውን እወ እታ ዜማ ሕጂ ኣርት እንድዩ ምስ ሞተት ሕጂ ዝስምዓካ ነገር ኣለካ ሕጂ እም፣ ሓዘን ይስምዓካ በርከይ ጓልካ እያ ከይዳትካ ዘላ ሕጂ ትሓስብ ኣብታ ኣርትኻ ስለ ዘለኻ ብምንታይ ጌርካ ንሰብ ትገልጸሉ ብኣፍካ ኣይትገልፆን እንታይ ክትብሎ ወለይ እንድያ ካብ ትብል ንክንደይ ሰብ ሙዚቃ ጌርካ ግን ንኩሉ ብሓንሳእ ንኩሉ ብሓንሳእ ከተብፅሓሉ ስለ ትኽእል እሞ ኣብቲ ሞያ ስለ ዘለና ንምንታይ ድዚ ኣርቲ ዝጠቕመካ ንከምኡ እኮ እዩ መግለፂ ናይ ናይ ሓደ ሕብረተሰብ መግለፂ እዩ ስነ ጥበብ እዚ ብኡ ተጠቒምና ከዓ ገሊፅናዮ ማለት እዩ ንጓልና ሕጂ ብዙሕ ሰብ ይሓዚኑ ብዙሕ ሰብ ኣብ ደገ ዝነበሩ ከም ዝሓዘኑ ገለመ ካልእ እንታይ ይብሉ ሓንቲ እያ ጓል ሓንቲ ነይራ ሓንቲ ነይራ ሞይታ ዋ ሕጂ ሓደ ሰብ መፂ ነግረና ሓደ ሰብ ጓልካ ሞይታትካ ገለ ብሉ ትነግሮም ኢኻ ነገር ክንደይ ኣለዋ ቆልዑ ሸውዓተ እዮም ዝብሉ ሕጂ ሓደ መዘኻኸሪ ዝረኸብኳ ግን ኣብ ሓደ ቦታ ኮፍ ኢልና ከለና ሰምሃር ምሳይ ነይረ ኮፍ ኢላ ሰምሃር ምሳይ ኮፍ ኢላ ሻሂ እንዳሰተና ከለና ኣብዚ ኮይኑ ሓደ ሰብ ካብ ኣሜሪካ ዝመፀ ይርእየና ነይሩ ፈልጠና ስለዝኾነ ሕጂ ባባ ኣብ ገለ በፂሒ ክመፅእ እየ ምስ በለትስ ከይዳ ምሽሳ ባባ ኢላ ትካሓቀይ ኢሉኒ እወ ባባ ኢላ እዋ ጓልካ እያ እወ ጓለይ ሽዑ ደርፊ ጀመረትና ኣላ እዛ ድኸደት ጓልካ እያ እወ ጓለይ ክንደይ ቆልዑ ኣለዋ ሸውዓተ ኦፋ ሰበይተይ ከመይ ድያ ትፅለል ሓንቲ ጓል ነይራ ተይላ ሕጂ ክድውለላ እየ ኢሉ ኸይዱ ሓሪቑ ነዚኣ ከመይ ጌርካ ነቲ ሰብ ተረድኦ ኢልና ኢና እዚኣ ስራሕ ሰምሃር እንዳናይትን ዘለዋ እታ ደርፍኻ ክሳብ ክንደይ ኣብ ውሽጢ ሰብ ኣትያ ከዓኒ ባዕሉ ምስክር ኮይኑ ከም ምክንያቱ ምስክር እዋ እተ ደርፊ መቂራታ ኩነት ንባዕላ እውን ከተረድኦ ኣለካ ነቲ ሰብ ተሃዚ እዚ ኣብ ኣንዴ ክመፅእ ደለየ ሕጂ እዛ ደርፊ ምስ ኣብ ዝዋ እዚ ኣዝየን ህቡባት ስኒትኛታት ዘለዋ ደቅኻ እዋ። ስከይ ምስ ሰምሃርን ዳናይትን ኮንኩም እዋ

ካን ድዩ ናይ ሳንዱ ጓሉ ሓዘን ዘይወጸሉ ደቁ ክሳብ ዘጸናንዕኦ ድዩ ክጽበ ጸኒሑ ንክንድዚ ዓመታት ዝወሰደ ኢሉ ውን ብካልእ ዓንግል ዝወሰድዋ ኔሮሞ መሰለት ናይ ሳንዱ ናፍቆት ናይ ሳንዱ ኩነታትሲ ኣይወጸልካን እዩ። ክስታይ እንዲ ውላዱ ክሞተ እኮ ከም ተራ ሰብ ኖርማል እዩ። ናብ ሰብ ነብር ብዕካየ ብንእሽቱ ክሉ መውት ምስ ዓረገ መውት። ዘሎ ግን ፍትወት ናይ ጓልካ እንድሕር ጸኒሕካ ሲ ኩሉ ሰብ ከምኡ እንድዩ ወዱ እንድሕር ተሃስይዎ ሲ ናይ ግድን እዩ ክሓዝ ግን እታ ዝብለካ ጸናሕኩ ሕጂ ስለምንታይ ሰብ በይና እያ ሓንቲ ጓሉ ሞይታቶ ውላድ የብሉን እሳ ነይራ እሳ ሞይታ ዝብል ከም ዘለዋኒ ከም ዝወለድኩ ከረዳእ ኣለኒ ኢልካ መልሲ እዩ ትደግማ ነታ ደርፊ ከመይ ጌርና ደጊምናያ ዜማ ወሲኽና ኣሬንጅ ጌርና መን ሽሙ ሓግዥና ደራሲ እታ ሽሙ ንፉዕ ደራሲ ኣሎ እሱ ሓጊዙና ዜማ ሰሪሕና ገለ ከም ብሓዲሽ ኢና ሰሪሕና መበገሲ ግን ዓት መበገሲ ወሲድካ እወ እቶም ቆልዑ ምፅኢኻ ኣለና ንሕና ኣጆኻ ገለ ዝብላ ጌርካ ነቲ ሰብ መልሲ ሂብናዮ ማለት እዩ። ብዙሕ ሰብ ከምኡ በይና በይና ሓንቲ ጓሉ ነይራቶ ከም ዝብል ተረዲእና ኣለና። እዚ ሰብኣይ ግን ሰንቢዱ ምስ ረኣኹዎ ኣነ ሕጂ ሰበይተይ ሕጂ ክድውለላ እየ ንኣሜሪካ እየ ክድውል ኣላ ኣለዎ ሸውዓተ ቆልዑ ገለ ምልእ ከምዚ ንሓዝን ነበርና እኮ እየ ክብላ ስለዚ ንዓ ጥራሕ ክርዳእ እቲ ካልእ ዘይተረድእ ሰብ ከምኡታት ዘሎሲ ክትርድኡ ኣለካ ኢልና ነዚኣ ከም ስርዓት ደኺምና ኢና ሰሪሕና ብስምዒት። ኣብ ዓንኬል ስድራቤት ዳርጋ ኣብቲ እዋን ቡብ ብዝሕ ዝበለ ደርፍታት ይፈርድ ነይሩ። ኣብ ዓንኬል ስድራቤት ኣቦይ ኣቦ ተዘሪፍሉ፣ ኣደ ተዘሪፍላ፣ ሓፍቲ፣ ሓው እናተደርፈሉ ብዙሕ እናመጸ ይኸይድ ነይሩ። ኣብዚ እዋን እዚ ዝፈርድ ዘሎ ደርፍታት ኣብ ከምዚ ዓይነት ጣዕሚ ዘለዎ እንዳዋ ሓድነት ዝኸይድ ዘሎ መስል። ድሕሪ ከምኡ ኮይኑ ርድኢት ከዓ ንከምኡ ኮይኑ ይስምዓኒ እሞ እንታይ ኮይኑ እዩ ከምኡ ዝኸውን ዘሎ ስለምንታይ ኢና ካብቲ ስድራ ቤት ስድራ ቤታዊ ነገር ኢንዲቪዝዋሊዝም ወይ ውልቃውነት እናጥቃዕና ንኸይድ ስለ ዘለና ድዩ ዋላስ ናበይ ገፅና ንኸይድ ኣለና ናትካ ጥራይ እቲ ሰለስተ ጠቂስና ካብቲ ብዙሕ እዋ እዋ ኣብቲ ስነ ጥበብ ይጎድለና ኣሎ ከምዚ ኖ ኖ ብጣዕሚ ብጣዕሚ ሓደ እቲ ማሕበራዊ ናብራ ናይቲ ዝእዝዞ ንዝኾነ ክስታይ ውልቃውነት ክኣ ስለ ዘይኮነሲ ዝኾነ ስነ ጥበባዊ እኮ ብውልቁ ጥራሕ ኣይኮነን ዝሰርሕ ዝሰርሕ እዩ እኮ ንሃገር ዝሰርሕ ክንደይ እኮ ተሰሪሑ እኮ እዩ እዛ ሃገር። ካብ ሜዳ ጀሚርካ ንውልቅስ ኣይኮነን ግን ሓንቲ እንታይ ኣላ ከምዚ ዝደፋፋእካ ነገር ኣሎ እዚ ሕጂ ክንደግማ ዝበልኩኻ እሱታት መልሲ ክትምልሰሉ ዘለካ ብደርፊ ኢኻ ክትምልሰሉ እምበር ብካልእ ክትምልሰሉ ትኽእል ኢኻ ብሙዚቃ ጌርካ ከተረድኦ ኣለካ ሕጂ እዞም ዓንቶይ ዝገልፀልካ ነበርኩ ሓሪቆም ገለ ዝበልኩኻ ብምንታይ ጌርካ ልቡ ተረስርሶ ነዚ ደዊልካ ሰባት ግለሰብ ክትረክብ ኣይትኽእልናን ከምዚ እየ ገለመለ ክትብል ኣይትኽእልናን ኣለዉ ንቆልዑ ከምዚታት ክትብል ንኽንደይ ኢልካ ዘይዕገስ ንኽንደይ ኢልካ ዓዱ ሕጂ ከተረድኦ እንድሕር ደሊኻ እዚ ስነጥበብ ኣርት እንድዩ ተረድኦ በታ ብሙዚቃ ዜማ ጌርካ ገለ ጌርካ ከተረድኦ ሙዚቃ ሓይሊ ኣለዎ ሓደ ካድረ ኮፍ ኢሉ እዚኣ ኣርባዕተ ሰዓት ካብ ዝምህር ሓንቲ ደርፊ ንህዝቢ ተረድእ ተረድኦ ትመልሶ ትቕይሮ እዚ ማንም ስነ ጥበባዊ ዝወጡ እዩ ስለዚ ከምኡ ስለ ዝኾነ እምበር ውልቃውነት ኣይኮነን ስነ ጥበበኛ ናይ ውልቁ ስራሕ ዝሰርሕ ጥራሕ ኣይኮነን ንገንዘብ ምናልባት ንዘልዲ ኢልካ ንግልኻ ንሙዚቃ ነቲ ሙዚቃ ዘይኮነሲ ንዓኻ ንኽትረክብ ኢልካ ትገብሮ እሱ ውልቃውነት ይባሃል ንዓይ ኢልካ እቲ ዝስራሕ ደርፊ ግን ድሕር ናትካ ጥራሕ ዝስራሕ ኮንካ እሞ ተቐባልነት የብልካ ህዝቢ ዝትንክፍ መደረ ናይ ፍቕሪ ተኮይኑ ሕጂ ብዙሓት እዚኣ ከምዚ ስለ ዘጓነፎም ክሰምዑ ኣኽእሉ እዮም ኢልካ ኢኻ ትሰርሕ ስለዚ ከምኡ ተዘይኮይኑ ውልቃውነት ዝበሃል የለን። ኣብዚ ቅዲ ኣደራርፋ ኣብ ስድራቤታዊ ኣደራርፋ ከይወፃእና ኣቦይ ኣቦይ ናይ ሳሚ ብርሃነ ተኸታቲልና ነርና ናይ ኣደይ መወዳእታ ይብሉን ዳርጋ ብኩለን ቋንቋታትና እንዳበልና ውን ኣደ ብኩሉ እዩ ተዘሪፉና ካልእ እውን ከምታት ኣይሰኣንኹም ንስኻትኩም ከምኡያውያን ዝያዳ ተፈልጥዎ ትኾኑ እንዲኹም ብከምዚ ዓይነት ቅዲ ተድንቆ ደራፊ የለን ካብ ናትካ ወፃኢ ንመድብ ደርፊ ክኸውን ነቦ ክኸውን ይኽእል ንሓዉ ክኸውን ሓፈሻዊ ነገራት ክኸውን ይኽእል ተድንቆ ደራፊ ኣይስከ ወይ ተድንቃ ደርፊ ኣነ
ዘድንቃ ደርፊ ኩሎም ደሪፎም እንዲዮም ፅቡቅ እዩ ዝደርፍታት ተደርፊ ናይ ኣደይ ሕጂ ናይ በዓል ጸሃይቱ ኣሎ ሕጂ ኣደይ ኣደይ ዝብል ኣደይ ክትወልደኒ ዘይተማኸረኒ ገለ ዝብል ደርፍታት ዘይተማ እዋ ከምስታት ዓይነት ደርፊ ኣሎ ኣነ ናይ ኣቦኻ ዝተማኸረ ኣይክእል ተረዲካ ናይ ኣቦኻ ዝተማኸረ ኣይክእል ኣቦያይና የለን ኣቦያይ ነበረ ናይ ኣደ ግን ናይ ናይ ዑስማን ዝደርፋ ከማን ኣደይ ኣላይተይ ኣብዚ ዓለም ኣላይተይ ገለ ዝብል ዘሎ ኣደይ እያ ወላዲተይ እዚታት ፅቡቕ ደርፍታት እዩ ኣደ ዝደረፈ ናይ ኣደ ደኣ ብዙሕ እንዲ ተደሪፉ ንኩሎም እኳ ኣዴታትኩም ወላ ኣዕቢናኹም እንታይ ዘይኮናስ ብደርፊ ከዓ ሒዘና ክመፁ እሞ ናብ ካልእ ዕላላትና ከተማታትና ከተማታትና እውን ንብዙሓት ዳርጋ ትንክፍክፍ ኣቢልካ ፅቡቅ ጌርካ ወራሪእካ እንዲኻ ቅድሚ ናብኣ ምኻድና ግን ካብ ዘከርካያ

ጠፋእኒ የሆዋን ግጥምታት። ክብሪ ንኹሎም ስነ ጥበበኛታትና ምኽንያቱ ነዴታትና ነቦታትና ነሕዋትና ኮታ ንኹሎም ስድራና ዝውክል ደርፊ ስለ ዘቕርቡልና ንስኻ እውን ሓደ ካብቶም መሪሕ ናቶም ስለ ዝኾንካ ብዙሕ ነመስግነኩም የቐንየልና ናብ ከተማታትና ክንሰግር እሺ ጽቡቅ
መቸም

መዓት ህዝቢ ዓብይላ ኣብ ኣስመራ መዓት ኣስመራ ፒኮሎ ሮማ ስኮሪና እንደ ሮማ ናይ ብሓቂ ምናስ ሮማ ፒኮሎ ሮማ ንእሽተይ ሮማ ንእሽተይ ሮማ ኢሎም ማጥልያን ኣብዚ እንታይ ምፅኻ ኣለኻ ኣለኹ ዝመርዓደይ ፀሎት ዶ ፀኒሕኒ ምረቓ ናይ ወለደይ ኣስመራ በቲ ሓደ ወገን እውን ናይ ስግኣት ቦታ ምዃና እውን ትገልፅ ኣለኻ እቲ ምፅናዕኻ ንባዕሉ እቲ ከም ሓደ ምረቓ ጌርካ ትወስዶ ኣለኻ ኣብ መዓስ ኢኻ ደሪፍካ ክሳብ ክንድኡ ድዩ ኣስጋእ ነይሩ ኣብ ኣስመራ ምንባርን ምንባርን እስከ እግሪ መንገድኻ ኣብዚ ሕሊፍካዮ ዘለኻ መልእኽቲ ብጣዕሚ
ብጣዕሚ እዩ ኣብዚ ኣብ እቲ እዋን እቲ እኮ ኣብ መግዛእቲ ስለ ዝነበርና ሰብ ብብዝሒ ንበረኻ ዝኸደሉ ብብዝሒ ንሱዳን ዝኸደሉ ብብዝሒ ካብዚ ሃዲሙ ዝኸደሉ ቅትለትን ገለን ዝነበረሉ ግዜ እዩ ኩሉ ሰብ ዝፈልጦ እዩ ስለዚ ሲ ጸሎት ድየ ጸኒሕኒ ንመረቓ ጸሎት ዶ ጸኒሕኒ ንመረቓ ናይ ወለደይ ሲ ጸኒሐ ጥዕና ሂብንስ ጸን ኣለኹ እየ ዝብል ዘለዎ ርከብ ብዙሕ ሰብ ኣብ ካልእ ካናበት ነይሩ ስለዚ ንዕኡ ከምኡ ማለት እዩ እቲ ናይ ኣስመራ ነስመራ ብልክዕ ፍቅርካ ዝገለፅካላ ኮይኑ ዝስማዓካ ብጣዕሚ
ብጣዕሚ ብገልባቱ ኣብ ደገ ዝነበሩ ኤርትራውያን መሳቱኻ መታዕቢትኻ ክኾኑ ክእሉ ኣብ ሰውራ እውን ዝነበሩ ድሓር ምስ ተኣኻኸብና ተሓንሓድን ኮይኑ ናጽነት ኮይኑ ምስ ተኣኻኸብና ብዛዕባ እዛ ደርፊ እዚኣ እንታይ ይብሉኻ? እንታይ ይዝክሩ? ኣስመራ ሒዝካዮምዶ ኮለል ትብል ኔርካ ትኸውን? ስምዒታቶም ከመይ የሕድስዎ ኔሮም? እስከ ኣብ ውሽጥን ኣብ ደገን ብፍላይ ከኣ ኣብ ሰውራን ኣብ ወጻእን ዝነበረ ህዝቢ እንታይ ስምዒት ኔርዎ ከመይ ይገልጹልካ? ሕጂ እንታይ እያ ትብል እታ ደርፊ ኣስመራ ዓደይሲ ንኹሉ እያ እታ ደርፊ ንኹሉ ምዃናሲ ኣብቲ ግጥማ ኢኻ ትሪኦ ኣስመራ ዓደይ ጸሎት ዶ ጸኒሕኒ ምርቓ ናይ ወለደይ ብነፋሪት ከይደ ብማኪና ኣይረኣኹን ዘይረኽም ዓድና ዘይትርሳዕ ባሕሪ ከብደይ ኮይና ሰላም ዓደይ ኣንቲ መኹርዒትና ሰላም ዓደይ ኣስመራ ዓደይ ጥዑም ዝኣየራ ዘይትፈሊ ኩሉ ዝነብረላ ሰላም ዓደይ ከተማ ናስመራ ካብ ህፃነይ ዝዕበየት ሓንጊራ ኣስመራ ዓደይ ንዓኺ ክዝክር ኣይከኣልኩን ተፈልየ ክነብር ኣደ ድኻ ጾምካ ዘይትሕድር ብንእሽተይ ከብድኻ ትዕንግል። ኣብዚ ተሐመረት ግጥሚ ውን ኣብዚ ኣሎ በዓል እዩ ቀጽል። ስለዚ እሳ እያ እታ ደርፊ። እዛ ማእዛ ድሓሩ ይትሕጥቦ ጽሑፍ እሞ ድገማ ኣብኡ ዘሎ ብኡ ጌርካ ዝተንከፍካዮ ስምዒት ጠጥቃስ ገር እዛ ድሓሩ ይትሕጥቦ ጽሑፍ መጨረሻ እወ ኣስመራ ዓደይ ንዓኺ ክዝክር ኣይከኣልኩን ተፈልየ ክነብር ኣደ ድኻ ጾምካ ዘይትሕድር ብንእሽተይ ከብድኻ ትዕንግል እያ ትብል። እዚ ክሰምዕ ከሎ ምሳኻ ዝነበረ ወዲ ኣስመራ ኮይኑ ኣብ ሜዳ ዝጸንሐ ድዩ ኣብ ስደት ዝጸንሐ ሰብ ዝስምዖ ስምዒት ድሓር ዝነገሩኻ እንተሎ ድሕሪ ናጽነት ክትነግረኒ ደሊኻ? ኦው ኩሉ ኩሉ ኣስመራ ኣብ ዓይንና ነይራ።

ኣይ ብፍላይ ክበረከት ደገ ከድካሲ ፍሉጥ እዩ ን ቶም ደገ ዘለዉ ኣሕዋትና ይፈልጥዎ እቲ ሂወት እቲ ናብራ ምስ ኣስመራ ከተወዳድሮሲ ሰማይን ምድርን እዩ ኣስመራስ ኣብቲ እዋንቲ ሲ ብውሕድ ክስታይ ኢኻ ናይ ዓሰርተ ሳንቲም ሰለስተ ባኒ ዝነበረሉ ግዜ ሕጂ

ምዕብሳይ ኩኒ ምሉይ ህይወተይ ከምዚታት እያ ትምኔራ ተደፊ ንከረን ብጓል ከረን ጌርካ ብኡሳ ደሪብካ እውን ኮለካ ድሓን ብሌን ዝዓሌታ ደርፊ እውን ካልእ ኣላትካ ነቲ ማሳሊ ካብ ከረን ከይወፃና ሓደ ንኸረን ከመይ ኢኻ ተስተማቕራ ብሌን ዝዓሌታ ትከራ ትኾንካ ንኸረን ኣብኡ እቲኻ ደሪብካላ ዘለካ እዛ ካተካ ብሌኒቲ ኣፍቂርካ ጌርካ ዲካ ብሌን ብሌን ዝዓሌታ እንታ ብሌን ጌርካ ትገልጻ ኣነ- መልክዓ ኣካይዳኣ ኣራግጻኣ ገለ እዋ ንበይና ዓይነት ኣራግጣ እዋ እዋ ሕጂ እንታይ ይመስለካ ኣብ ከረን ብዙሕ ግዜ ንኸይድ ስለ ዝነበርና እቲ ባህሎም ባህለ ባህሊ ናቶም እቲ ባህሊ ናቶም ብጣዕሚ እዩ ደስ ዝብለን ድሓር ፅቡቃት እየን ቢለን መልክዐን ብመጠን። እዋ ስለ ዝኾናስ ንዓ ነዚኣ ጓል እዚኣስ ክደርፈላ ኣለኒ ኢልካ ትሓስቦ ሓሳብ ኣሎ ተንታ ዝረኣኸ ከምዘፍቀርካያ ጌርካ ትደርፍ ናነገለ ኣፍቂርካ ከይትኸውን ጆኒ እዚ ከይተሓባእና ምክንያቱ ዝፍቀረካን ወላ እንድሕር ኖ ኖ ኣነ ተመኩሮኻ- ኣብ ኣብ እንታይ ይመስለካ ኣብ ባፅዕ ዝገለፅክዎ ነይሩ ሓንቲ ቆልዓ ጓል ሰምሃር ፈተኽዋ ነይራ እ- እሳ ነይራ እዚኣ ግን ቢሌን ግን ብ በቲ ኣካይደእን በቲ ክዳነን በቲ ገለ ብኡ ብጣዕሚ ስለ ዝተደነቕኩ እ ንኸደንቕ ኢለ ዝደረፍኩዎ ደርፊ እዩ እቲ ደርፊ። እቲ ከረን ክንብል ከለና ከረን ሲ ማእከል ባህሊ እንድዩ። ከረን ሲ ብሌን ዝዝረብ፣ ትግረ ዝዝረብ፣ ዓረብ ዝዝረብ፣ ትግርኛ ዝዝረብ፣ ብዳዌት ዝዝረብ ዳርጉ ማእከል ከምቲ ኣስመራ ማእከል ንግዲ ንብሎ፣ እወ እወ። ዞባ ደቡብ ተኸድካ ማእከል ቅርስታትና ንብሎ እምበኣር ዝከርን ክትዝከራ ከለኻ እንታይ ይስወጠካ ልዕሊ ኩሉ እንታይ ይመፀካ ባህሊ ኩሉ ዓይነት ባህሊ እዎ ብጣዕሚ ከሲብካላ ትኾንካ ማለት እዩ ትኸደሉ ብጣዕሚ ከረን ብጣዕሚ እየ ዝፈትዋ ከማ ብጣዕሚ ህዝቡ ለዋሂ እቲ ዓለእቲ ኡታት ዘሎ ብሄረሰባት ትሪኡ ገለ ኣብኡ ደኣ ሳወሉ ኩናማ ትረክብ ናውዝጊሽ ቢሌን ኣሎ እዚም ኩሎም ኣብቲ ቦታ ዋላ ኮፍ ኢልካ ሻሂ እንዳሰተኻ ተሰምዖ ቋንቋታት ትግረ ገዛ ርእሱ ብጣዕሚ እየ ዝፈትው ኣነ ትግረ ቋንቋ ምሳና ከዓ ኣብዚ ስለ ዘለዉ ከማንሲ ደሓር እንደገና ኣስተማቒርናዮም ምሳና ትግረ ኣፀቢቑ ሲ